ፍቅሪ እንታይ እዩ ትርጉሙ እስኪ ንገርኒ።
ፍቅሪ ደኣሞ ተማቂርካ ምብላዕ ንስካ ከም ብጻይካ ከተፍቅሮ ከለካ እውይ ሓወይ እውይ ሓወይ ኢልካ ክትግደሰሉ ከለካ ወይ ድማ ሓፍተይ ሓወይ ኢልካ ክትከይድ ከለካ ፍቅሪ ይበሃል። ንፍዕቲ እዛ ጋል ፍቅሪ መን እዩ ደፍቅር እስኪ።
ፍቕሪ መጀመርታ ዘፍቅር ኢየሱስ ክርስቶስ ብድሕሪኡ ከኣ ነገልግሎ ንዕኡ ወይ ድማ ባርይኡ። ባርይኡ ንኸውን ንሕና። ሕጂ ፈቃር ክትከውን እንታይ ክትገብር ኣለካ?
በደል ናይ ሰብ ስቕ ኢልካ ትሓድገሉ ትሓድገሉ ትሓድገሉ ብእኡ ናብ ፈቃር ሰብ የስዕበካ።
ፈጣናት ክትኮኑ በደላት ናይ ሰብ ክትሓድጉ ኣለኩም ሽዑ በዛ መገዲ እዚኣ እንዳሓደግናሉ ይቕረ እንዳበልና እንተ ከድና ፈቃራት ዘይንኸውለሉ ምክንያት የለን እያ ትብለና ዘላ ሶሲ ኣዚና ኢና ነመስግነኪ ሕልና ዘለዎ ሰብን ዘይብሉን ሲ ብኸመይ ኢና ክንፈልዮ ንኽእል
ሕልና ዘለዎ ሰብ ቅርሺ ክልተ ቅርሺ እንድሕር ኣለዎ እታ ሓንቲ ናይ ባኒኢ ትኹነኒ እሞ ኢሉ ባኒ ናቱ ምስ ሓዘ ነዘይብሉ ኣብ ጎኑ እንድሕር ኮፍ ኢሉ እንድሕር ይልምን ኣሎ ባኒ ገዚኡ እንካ ኢሉ የቐብሎ ሕልና ዘይብሉ ሰብ ግን ክልተ ቅርሺ ነይርዎ እታ ሓንቲ ባኒኡ ገዚእዋ ኦይ እዚኣ ኸኣ ናይ ናይ ጽባሐይ ኢሉ ንዕኡ ይገዝኦ ማለት እዩ ብኸምኡ ኸኣ ሕልና ዘለዎ ሰብን ሕልና ዘይብሉ ሰብን ብኸምኡ ንፈላልዮም። ንፈላልዮም ንፈላልዮም።
ዝኾነ ሰብ መዓስ ክምርዖ ኣለዎ እስኪ ትብሊ? ትምህርቱ ወዲኡ ተመሪቁ ካብ መራሒ ሃገር ንሱ መራሒ ሃገር ዝምድበልካ ህያብ ወሲድካ ስራሕ ኣገልጊልካ ንሃገርካ ብፅቡቅ ስራሕካ ሰሪሕካ እውን ካብ ዕስራን ትሽዓተን ክሓልፍ ዘይብሉ ዕድመ ከዓ ትምርዖ።
ካብ ዕስራን ትሽዓተን ክሓልፍ የብሉን ዕድመ።

ይግባኣኩም እዩ
እሞ ኣነስ ንስድራይ ነጊረዮም እየ ሕጂ ምስ ሶሲ ትበሃል ሶሲ ኣብየል ኣዲኣ ከኣ ፍናን ብርሃነ ትበሃል ክምርዐ ኢለ እሞ ሕጂስ ንስድራ እንታይ ክብሎም ማለት እዩ እንታይ እየ ክብሎም ኣነ ሕጂ ንገዛ ኣይሰማዓትንን ትብሎም ኣይሰማዓትን

ሕጊ ድሕሪ ዕስራ ዓመት ገለ ዝውዳእ ስለ ዝኾነ ንሱ ከኣ ምጽባይ ስለ ዘይሕሸከን
ምጽባይ ስለ ዘይሕሸከን።